ትምህርትና ወይ ደርስና ሎሚ ተታሒዙ ቀሪቡ ዘሎ ብዛዕባ ሲረት ነቢዩና ሙሓመዲን ሰለላሁ ዓለይሂ ወሰለም ዝሓለፈ እዋን ኣብ ክፍሊ ዕስራን ሓደን በፂሕና ነይርና ሎም መዓልቲ ኣብ ክፍሊ ዕስራን ክልተን ክንኣቱ ኢና ናይ ሎም መዓልቲ ናይ ብሓቂ ኣብ እስልምና ኣብ መንጎ ኩፋር ቁረይሽ ካብ መሬት ናብ ሰማይ ዝገማጠለት ተረኸበት ነገራት ክንርእን ክንሰምዕ ተዳሊና ኣለና። ኣረሱል ሰለላሁ ዓለይሂ ወሰለም ኣብ መዲና ከለው ሕልሚ ሪኦም። እዚ ሕልሚ እዚ እንታይ እዩ ነይሩ እንድሕር ኢልና ናይ ብሓቂ ኣሐጒስዎም ናይ ብሓቂ ኣደሲትዎም ከምቲ ትፈልጥዎ ኣሕዋት ናይ ነብያት ዓለይሂም ሰላም ጀሚዓን ሕልሚ ምርኣይ ንጽባሒታ ንግሆ ከም በርቂ ሓቂ ኮይና እትርከብ ስለዚ ረሱል ስለ ላ ሰለም ምስ ረኣዩ ነዚ ሕልሚ እዚ ተሓጒሶም ንሰሓባ ገሊጸምሎም ነጊሮሞም እንታይ እዩ ነይሩ እዚ ሕልሚ እዚ ንመካ ክኸዱ ንበይቱላህ ኣልሓራም ናብ ካዕባ ክኣትዉ ሚፍታሕ ናታ ክቕበሉ ከምኡውን ምስ ሰሓባ ኮይኖም ሪድዋኑላህ ተዓላ ዓለይሂም ጠዋፍ ክገብሩ ሳዕዪ ክገብሩ ኣብ ሕልሚ ሪኦም ረሱል ሰለላሁ ዓለይሂ ወሰለም ናይ ብሓቂ ተሓጒሶም ንግሆ ንሰሓባ ገሊጾምሎም እንታይ ዓይነት ሕልሚ ከም ዝረኣዩ ወሰሓባ ብጣዕሚ ተሓጒሶም በዚ ሕልሚ ዝረኣይዎ ረሱል ሰለላሁ ዓለይሂ ወሰለም ንክንደይ እዋን እዮም ንማካ ተሃንጥዮማ ናፊቆማ ብዓይኖም ክትወጽእ ደልያ ብናፍቆት ምኽንያቱ ሃገሮም ቤተሰቦም መሬቶም ዝዓበይሉ ቦታ ተሰጒጎም ብእምነቶም ኣብ መዲና ነብሩ ነይሮም እዚ ሕልሚ እዚ ርኤ ምስ በልዎም ኣረሱል ስ ሰለም እዚ ሕልሚ እዚ ርኤ ምስ በልዎም ለ ላሁ ለ ወሰለም ናይ ብሓቂ ተሓጒሶም

ክትኣትዉ ኢኹም፣ ዑምራ ክትገብሩ ኢኹም፣ ርእስኹም ክትላጽዩ ኢኹም ወይ ጸጉርኹም ክትቆርጹ ኢኹም ዝብል ሕቶ ፍርሃት ዘይብልኩም ዝብል ኣያት ወሪዱ ናብ ረሱል ስለ ላ ለ ሰለም ስለዚ ረሱል ስ ሰለም ተዳልዮም ነዚ ሕልሚ እዚ ምስ ረኣዩ ወሰሓባ እውን ተዳልዮም ክብገሱ ናበይ ክኸዱ ንመካ ዑምራ ንኽገብሩ ዒባዳ ንኽገብሩ ዝናፈቕዋ ዝፈትውዋ ሃገሮም ዓዶም መሬቶም ተገዲዶም ክገድፍዎ ኣብቲ እዋንቲ ዝነበረ ሓይሊ ናይ ቁረሽ ብሰላም ሃይማኖቶም ክኣምኑ ከልኪሎሞም፣ ብሰላም ሃይማኖቶም ክሰግዱ ከልኪሎሞም፣ ተገዲዶም ንኽወጹ ናበይ ከይዶም? ንሓበሻ። ደሓርከ ረሱል ንገዛእ ርእሶም ምስ ሰሓባ ካልኣትከ ናበይ ከይዶም? ንመዲና። ሓበሻ ዝሃገርና ስደተኛ ትቕበል ነይራ ኣብቲ እዋንቲ ብእምነት ተሰጎጉ ቅድሚ ሽሕን ኣርባዕተ ሚእትን ዓመት ዝኣክል ዘበን ተገምጢሉ ኩሉ ሓበሻ ሃገሩ ገዲፉ ወጽእ ኣሎ ሕጂ ተዕቁቦ ስኢኑ ረቢ ሰላምን ራህዋን የምጻልና ስለዚ ኣብ መዲና ዝነበሩ ሰሓባ ምስ ረሱል ስ ሰለም ንመካ ዑምራ ክገብሩ ተበጊሶም ብረት ኣይሓዙን ከቢድ ብረት እንታይ ደኣ እቲ ናይ ገያሻይ ብረት ጥራሕ ኣብቲ እዋንቲ ዝነበረ ሴፍ ማለት እዩ ሰን ሰይፎም ሒዞም ተበጊሶም ኣብ ድልሓሊፋ ምስ በፅሑ ኣብ ኢሕራሞም ኣብ ንዮኦም ኣትዮም ንዑምራ ንክገብሩ ለበይክ ኣላሁማ ለበይክ ለበይከ ላሸሪከ ለከ ለበይክ ኢነ ልሓምዳ ወኒዕመታ ለከ ወልሙልክ ላሸሪከ ለክ እንዳበሉ ተበጊሶም ናበይ ንመካ ይቕጽሉ ክንደይ ዓመታት እዮም ናፊቖማ መካ ንኽንደይ እዋን እዮም ተሃንጥዮማ ኣብዚ እዋንዚ እንታይ መጺዎም ንረሱል ሰለላሁ ዐለይሂ ወሰለም ካብቶም ሙኻበራት ናይ እስልምና ጀሽ ዝነበሩ ወታደር ዝነበሩ ኣሓቢሽ ዝብሃሉ ቀባኢል ሓበሻ ማለት ኣይኮነን እዚኦም ዓረብ እዮም ግን ኣሓቢሽ ተባሂሎም ዝፅውዑ ተኣኪቦም ኣለዉ ንክኽልክሉኻ ኣንታ ረሱል ስለ ላ ሰለም ዝብል ወረ መፂዎ ተረጋጊፆም ኣረሱል ስለ ላ ሰለም ሓቀኛ ወረ ከም ምዃኑ ግን ከ ከምዚ ናይ ሎሚ ዘለዉ መራሕቲ ዲክታተርዊ ስለ ዘይነበሩ ነቶም ሰሓባ ኣኪቦም እስቲሻራ፣ ምኽሪ፣ ሹራ፣ ናይ ምምካ ናይ ምምኻር ኣኼባ ገይሮም። እንታይ መስለኩም ተኣኪቦም ኣለዉ መገዲ ንክኽልክሉና ኣሓቢሽ ዝበሃሉ ቀባኢል ብሄራውያን ተኣኪቦም ኣለዉ ንክኽልክሉና እሞ ናብኦም ዶ ክነላግስ ምስኦም ክንውድእ ድሕሪኡ መገሻና ክንቅጽል ወይስ ስቁልና መገሻና እንታይ ሓይሽ መስለኩም ኣሰሓባ ርድዋንላህ ተላ ዓለይህም ጀሚዕን ብማ ፊህም ኣቡበከር ርድዋንላ ተላ ዓለይህም እነማ ንሕና ተበጊስና ዘለና እኮ ንኡም ልቤት ንቤቱላህ ኢና ንንቀሳቐስ ዘለና ዑምራ ንክንገብር ኢና ንሓ ንኸይድና ንውግእ ኣይኮናን መጺእና ድብል ምኽሪ ምስ ረኣዩ ረሱል ሰለላሁ ዓለይሂ ወሰለም ኣብቲ ናቶም ርእይቶ ወሪዶም ንዕኦም ገዲፎም መገዶም ቀጺሎም ኣብዚ እዋንዚ ከምቲ ረቢ ዝበሎ ወኣምርሁም ሹራ በይነሁም እቲ ሙስሊሚን እቲ ናቶም ጉዳያት ኮ ብምኽሪ ተሳማሚዕካ እዩ ድኸይድ ኣልሓምዱሊላሂ ረቢልዓለሚን ምን ኒዕመላህ ዓለይና ቀጺሎም መገዶም ግንከ ኣብ መካ ክቐርቡ ከለዉ መን ይጽበዮም ነይሩ ኻልድ ብነልወሊድ ረዲየላሁ ዓንሁ ወኣርዳሁ ኻልድ ብነልወሊድ ክልተ ሚእቲ ኣጓብዝ ኣብ ኣፍራስ ዝተሰቐሉ ነዞም ሙስሊሚን ክኸልክሉ ኣብ ዶብ ናይ መካ ወፂኦም ይፅበይዎም ንረሱል ስለ ላ ለ ወሰለም ቀፂሎም ረሱል ስ ላ ሰለም መገዶም እዚ ነገር እዚ ምስ ረኣዩ እንዳቐፀሉ ከለዉ ኣብዚ እዋን እዚ ኣብቲ ደዕረፍዎ ቦታ ቅድሚ ምብጽሖም እንታይ ተረኺቡ ናቀተ ረሱል ስ ሰለም ኣልቀስዋእ ትበሃል እታ ገመል ናቶም ዝስቀልዋ ነበሩ ቀስዋእ ነይራ ሽማ በረከት ኮፍ ኢላ ኣሰሓባ ሪድዋን ላህ ተላ ዓለይህም እንታይ ኢሎም

ለሃ ወላኪን ሓበሰሃ ሓቢሱ ልፊል ረዋሁ ልቡኻሪ ስለዚ እቲ ድኸልከላ ነቲ ፊል ወይ ከኣ ሓርማዝ ቅድሚ ሕጂ ንመካ ከፍርስ ኢሉ ተበገሰ መራሒ ናይ የመን ዝነበረ ተኸታላይ ናይ ነጋሺ ኣብ ንጉስ ኣብ ሓበሻ ዝነበረ ኣብረሃ ኣልኣሽረም ተባሂሉ ዝጽዋዕ ንመካ ከፍርስ ብሓርማዝ ገይሩ ተበጊሱ ላኪን ረቢ ከልኪልዎ ነዚ ሓርማዝዚ ኮፍ ኢሉ እምቢ ኣይከይድንየ ኢሉ ናብ ድኾነ ቦታ ተንቀሳቅስዎ ይንቀሳቀስ ንመካ ከንቀሳቅስዎ ከለው ግን እምቢ ብል ነይሩ እዚ እዩ ከልኪልዎ እቲ ድኸልከለ ንዕኡ እብል ኣሎ እዚ ናይ ሓርማዝ ጉዳይ ኣላሁ ተዓላ ኣብ ቁርኣን ገሊጽልና ኣለም ተራ ከይፈ ፈዓለ ረቡካ ብኣስሓብ ልፊል ሕጂ ድማ እዛ ናይ ቀስዋ እቲ ንዓኣ ድኸልከለ እየ ከልኪልዋ ብሉ ኣለዉ ረሱል ሰለላሁ ዓለይሂ ወሰለም። ዓው ኢሎም ድምጾም ተስኢ ኢሎማ ተሲኣ ተበጊሳ ቀጺላ ክሳዕ ኣብ ቦታ። ኣብ ሑደይብያ በጺሖም ኣብኡ ዓስኪሮም ረሱል ሰለላሁ ዓለይሂ ወሰለም። ኣብዚ እዋንዚ ኣስሓባ ሪድዋኑላህ ተዓላ ዓለይሂም ማይ ኣይነበረን ኣብዚ ሑደይብያ ድበሃል ቦታ። ጽምኣት ዓቕሎም ጸቢብዎም እንስሰኦም ማይ ጸሚኤን ምግቢ ድሰርሕሉ ማይ ስኢኖም ዉዱእ ዝገብርሉ ማይ ኣይረኸቡን ናብ ረሱል ሰለላሁ ዓለይሂ ወሰለም መጺኦም ኦ ነብዩና ሙሓመድ ሰለላሁ ዓለይሂ ወሰለም ጭንቂ ወሪድና ማይ ስኢንና ኣብዚ ቦታ ማይ ደለ ዓስኪርና ኢሎሞም ኣረሱል ሰለላሁ ዓለይሂ ወሰለም ከኣ እንታይ ኢሎሞም ኣለኩም ዶ ዝተረፈ ማይ እወ ኣለና ቁሩብ ኣለዋ ናብ ሓንቲ ንእሽትለይ ግርባ ኢሎሞም ኣምጽዋ ኢሎሞም ኣዚዞም ኣረሱል ሰለላሁ ዓለይሂ ወሰለም ኣምጺኦምሎም እዛ ግርባ ኢዶም ኣሸሪፈተይን ኣእትዮሙላ ኣረሱል ሰለላሁ ዓለይሂ ወሰለም ካብዚ ኢዶም ፈል ፈል ፈል ፈል እንዳበለ ንሙሉእ ህዝቢ ኣስትዩ ንሙሉእ ወታደር ኣስትዩ ከምኡ ውን እንስሳ ሰትየን ግርቢኦም ደሎ ኣቃሖኦም ደሎ ካኣ ማይ መሊኦም እዚ ሓደ ካብቲ ተኣምራት ናይ ረሱል ሰለላሁ ዓለይሂ ወሰለም ተረከበ ኣብ ሂወቶም ሓደ ካብኡ እዩ ብዙሕ ተኣምራት ተራ እዩ ላኪን እዚ ሓደ ካብኡ እዩ ከምቲ ረቢ ዝገለፆ ነዚ ነገር እዚ ወማ ኣርሰልናካ ኢላ ራሕመተ ልልዓለሚን ንሕና እኮ ልኢኽናካ ንዓኻ ነቲ ህዝቢ ርህራሄ ነቲ ህዝቢ ቅሳነት ንኽረክብ ደኣ እምበር ንኽጭከን ኢልና ኣይኮናን ልኢኽናልካ ኣብዚ ሑደይብያ ኮፍ ኢሎም ረሱል ሰለዓል ሰለም ዓስኪሮም ከለዉ ልኡኻት ክመጹ ጀሚሮም ምኽንያቱ ቁረሽ ንኸይኣትዉ ብረታ ተሸኪማ ሰሓባ ርድዋንላ ተዓለ ዓለይህም ዑምራ ኢሎም እዮም መጺኦም ናይ መጋየሽ ወይ ናይ ገያሻይ ብረት ጥራሕ እዮም ሒዞም ግን ከ ቁረሽ ጠጠው ኢላ ኣይከእትዎም ነይላ ረሱል ስ ላ ሰለም ካልድ ነልወሊድ በቲ ዘይልሙድ መገዲ ክኸዱ ምስ ረኣዮም እንዳጎየ ንቁረሽ ተመሊሱ ከምዚ ገይሩ መፅእ ኣሎ ኢልዎም ኣብዚ እዋን እዚ ሓደ መፅኡ ንረሱል ስ ሰለም ካብቶም ኮፋር ቁረሽ ዝነበሩ ኦ ረሱል ስ ሰለም ተኣኪቦም ኣለዉ ኩፋር ቁረሽ ንከየእትዉኻ ኣነ ክምኽረካ እየ መጽየ ተመለስ ንሃገርካ ንዓድኻ ንመዲና ማለቱ እዩ ካብቲ ድመጻኻዮ ተመለስ እዚኣ ሃገሩ እያ ማካ ኣብኣ እዩ ተወሊዱ ኣብኣ እዩ ዓብዩ ግንከ ኣብኣ እዩ ዓብዩ ኣብኣ እዩ ተወሊዱ ግንከ ሰጒጎሞ እዩ ከይዱ ኣብ መዲና ተቐማጣይ ኮይኑ መጺኡ ኣየእትውኻን እዮም ተመለስ ውግእ ፋኢዳ የብሉን ወይ ጥቕሚ የብሉን ኢሉ መኺርዎም ኣረሱል ሰለላሁ ዓለይሂ ወሰለም ግን እንታይ ኢሎም መሊሶምሉ ነዚ ከምዚ ዝበለ ሰብ ማ ጅእና ኑቃትል በል ጅእና ሙዕተሚሪን ንሕና ክንቃተል ውግእ ክንከፍት ኣይኮናን መጺእና እንታይ ደኣ ክንሰግድ

ዑምራ ክንገብር ብሰላም ክንወጽእ ወኢን ሻኡ ደኸሉ ፊማ ደኸለ ዓለይህ ናስ እንተደልዮም ከ ኣብዚ ሃይማኖትና ይኣትዉ ጸገም የለን ፈኢን ኣበው እንቢ እንድሕር ኢሎም ከ እዚ ኩሉ እዚ ርእቶታት እዚ ኣይንቕበሎና ተኢሎም ከ ኢላ ልቂታል በጀካ ክንዋጋእ ካልኣ ይንደልና ተኢሎም ንሕና እውን ነብስና ክንከናኸል ክንሰግድ ኢልና መፅና ንዋጋእና ንኸንከላኸሎ ንኽንቃተሎ ክሳዕ ህይወትና ትሓልፍ ክሳዕ እታ ጎሮሮና ህይወትና ካብኣ ክሳዕ ትወጽእ ሰንተት ንብለሉ መገዲ የለን ኢሎም ረሱል ስ ላ ሰለም ነጊሮሞ ተመሊሱ ናብ ቁረሽ ነጊርዎም እንታይ እዩ ርእቶ ናይ ረሱል ስለ ላ ለ ወሰለም ግን ቁረሽ ጌና ትሰድድ ኣላ ካልእ ሰብ ካልኣይ ሳልሳይ ኣብ መጨረሽኡ መን ሰዲዳ ዑርዋ እብን መስዑድ ኣልሰቀፊ ሰዲዳ ምስ ሰደደቶ እንታይ ኢልዎ ንረሱል ስለ ላሁ ዓለይሂ ወሰለም ኦ ረሱል ስለ ላሁ ዓለይሂ ወሰለም እንተ ደኣ ውግእ ከፊትካ ነዞም ህዝቢ መካ ኣጥፊእካዮምሲ እንታይ እዩ ክውረ ሙሓመድ ስለ ላሁ ዓለይሂ ወሰለም ህዝቡ ኣጥፊኡ ሓወቦታቱ ኣኮታቱ ኩሉ ህዝቢ ቀቲሉ ድዩ ክበሃል ደስ ዶ ይብለካ ከምዚ ክርከብ እንተ ደኣ ተሳዒርካ ከ ከምዚ ድመስለኒ ወይ ከምዚ ርእይቶይ ይብሎ ኣሎ እዚኦም ምሳኻ ተኻቢቦምኻ ዘለዉ ድጠቕሙ ሰባት ኣይኮኑን ገዲፎምኻ ኣብ ወግእ ክሃድሙ እዮም ሰብኡት ከይመስለካ ኢልዎም ንረሱል ሰለላሁ ዓለይሂ ወሰለም። መን ሰሚዕዎ ከምዚ ክብል ከሎ ኣቡበከር ረዲየላሁ ዓንሁ ወኣርዳሁ ናይ ብሓቂ ሓሪቑ ተቖጢዑ መን እዩ ድሃድም ኢልዎ ረሲዕኩም ዲኹም እንታይ ተረኺቡ ኣብ በድር ረሲዕኩም ዲኹም እንታይ ተረኺቡ ኣብ ኡሑድ ረሲዕኩም ዲኹም እንታይ ተረኺቡ ኣብ ማዕረከት ኣልኣሕዛብ ወይ ኣልኸንደቕ ሃዲምና ዲና? ቀጢልና እኳ ኢና ንዋጋኣኩም ኔርና፣ ስለዚ ንሕና ሃደምቲ ኣይኮንናን እንዳበለ መሊስሉ ረሱል ሰለላሁ ዓለይሂ ወሰለም። ኣብዚ እዋንዚ ዑርዋ እንታይ ይገብር ኔሩ? ናይ ረሱል ሰለላሁ ዓለይሂ ወሰለም ጭሕሙ እንዳሓዘ ይዛረብ፣ ግንከ ኣብ ጥቕኡ መን ኔሩ? ዋርድያ ናይ ረሱል ሰለላሁ ዓለይሂ ወሰለም ነዚ ሰብዚ ጭሕሙ ሕዝ ከብላ ከሎ በታ ናይ መቀመጫ ናይ ቢሮቱ ገይሩ ነታ ኢዱ ጣዕ የብል ኣላግሳ ማለቱ እዩ ከምዚ እንዳበለ ምይይጥ ተኻይዱ ምስ መን ምስ ዕርዋ ኣብ መንጎ ዕርዋን ኣብ መንጎ ረሱል ስለ ላ ሰለም ካብኡ ተመሊሱ ዕርዋ እንታይ ኢልዎም ንቁረሽ ብዙሓት ነጋውስቲ ከይደ

ክብረት ዘኽብርዎ ህዝቡ፣ ዕብየት ዘዕብይዎ ህዝቡ ኣይረኣኹን ከም ሙሓመድ፣ ከምቶም ኣስሓብ ሙሓመድ ንሙሓመድ ዝገብርዎስ ከምኡ ሪኤ ኣይፈልጥን'የ። ከምዚ ዝሪኦ ዘለኹ ኣነ ስምምዕ ተገበርኩም ምስኡ ብሰላም ተኸፈትኩሞ ዝሽግር ይሓይሽ ውግእ ዝጠቅም ኣይኮነን ኢሉ ሓቢርዎም ዕርዋን ማለት'ዩ። ኣብዚ እዋንዚ መንእሰያት ዝነበሩ ኣብ መካ ኣጓብዝ ቁረሽ ናብ ስምምዕ ክትከይድ ከም ዘላ ምዝብ ኢሎም ከም ዘለዉ ምስ ረኣዩ ደስ ኣይበሎምን ምኽንያቱ ውግእ እዮም ዝደልዩ ነይሮም ጉብዝነት ንእስነት ተሰሚዕዎም ውግእ ይመርፁ ነይሮም ከምቲ ዝበሃል ናይ ሓበሻ ትርጉም ልቢ ጎበዝ ኣብ ብርኩ በሃል እሶም ከዓ እንታይ እዩ እቲ ድሕሪ ውግእ ድመፅእ ስለ ዘይፈለጡ ጥራሕ ክዋግኡ ደል ነይሮም ተሰማሚዖም ሰብዓ ሰማንያ ዝኾኑ ቁፅሮም ተሓቢኦም ወጺኦም ካብ መካ ንመን ክዋግኡ ንረሱል ሰለ ላ ለ ሰለም ኣብ መገዲ ከይዶም ሓደ ካብቶም ድሕልው ዝነበሩ መሓመድ ብኒ መስለማ ድበሃል ናይ ሙዓስከር ኣልሙስሊሚን ድሕሉድ ነበረ ርእይዎም ከይዱ ጋርዲንዎም ሒዝዎም ኣሲርዎም ናብ ረሱል ስ ላ ሰለም ኣምፅዎም ረሱል ስ ላ ሰለም ግን ምልክት ናይ ሰላም ከም ድመፁ ምልክት ናይ ዑምራ ከም ድመፁ ንክሰግዱ ከም ድመፁ ንረቢ ክልምኑ ከም ድመፁ ምልክት ኢሎም ነፃ ኣውፅኦም ገዲፎሞም ክኸዱ ናብ መካ ንክምለሱ ነዚ ነገር እዚ ከዓ ረቢ ገሊፅልና ኣብ ቁርን ከመይ ከም ተረኸበ

ከም ደይቀትልኹም ገይርዎም ከም ድሓልፉ ይገበሮምን እስኻትኩም ከም ትኣስርዎምን ከም ትሕዝዎን ገይሩ ዕድል ሂቡኩም ከምኡውን ንሱ እዩ ኣላሁ ጀለ ጀላልሁ ነፃ ከም ተውፅዎም ዝገበረ ስለዚ ንምንታይ እሞ ውግእ ንኸይፍጠር ሰላም ንክኸውን ምእንቲ ኣብዚ እዋን እዚ ድሕሪ እዚ ኩሉ ልኡኻት ምምፃእ ረሱል ስ ላ ሰለም ወሲኖም ካብኦም ልኡኽ ንኽሰዱ ናብ መካ መን መሪጾም? ዑስማን ኢብን ዓፋን ረዲየላሁ ዓንሁ ወኣርዳሁ፣ ዙ-ኑረይን፣ ናበይ ሰዲዶሞ? ንመካ። እንታይ ክገብር? ንምንታይ ከም ዝመጹ ክገልጽ፣ ምይይጥ ክገብር፣ ሰላም ደሊና ኢና መጺእና፣ ንሕና ክንሰግድ ኢና መጺእና ክብል። ከምቲ ልሙድ ባህሊ ዝነበረ ናይ ቁረሽ፣ ሓደ ሰብ ከዕቁበካ ኣለዎ ክትኣቱ ከለኻ፣ ሓደ ኣዕቂብዎ እንታይ ኣምጺካ ያ ዑስማን ኢሎሞ ንሕና ዶ ወ ልኡኽ ናይ ረሱል ሰለላሁ ዓለይሂ ወሰለም ሒዘ መጽየ ክነግረኩም ልኡኽ ናይ ረሱል ሰለላሁ ዓለይሂ ወሰለም ሒዘ መጽየ ክነግረኩም ንሕና ንሰላም ኢና መጺና ንዑምራ ኢና መጺና ንውግእ ኣይመጻናን ሰላም ኢና ደሊና ኩፋር ቁረሽ እዚ ነገርዚ ምስ ሰምዑ ተኣኪቦም ክመያየጡ ጀሚሮም ግን ነዊሕ ግዜ ነዊሕ መዓልትታት ወሲዱ። ኣብዚ እዋንዚ ሓቀኛ ዘይኮነ ወረ ሓሶት ዝኾነ ወረ ናብ ረሱል ሰለላሁ ዓለይሂ ወሰለም መጺኡ እንታይ እሱ ከኣ ዑስማን ኢብኑ ዓፋን ተቐቲሉ ድብል ወረ መጺዎ። መረጋገጺ ዕድል ኣይነበረን። ኣረሱል ሰለላሁ ዓለይሂ ወሰለም ናይ ብሓቂ ተቆጢዖም እንታይ ኢሎም ዋላሂ ላ ነብራሑ ሃذ መካን ሓታ ኑናጅዘም የቅትሉ ረሱለና ወለም ነቅትል ረሱለም ዋሒደ ትልዋ ኣክር ኣው ከማ ቃል ረሱል ስ ሰለም ንሕና ወላሂ ካብዛ ቦታ እዚኣ ሰንተት ኣይንብልንና ክሳዕ ንዋግኦም ንሕና ልኡክናና ሓደ ሰብ ሰዲድና ክቐትልዎ ንሕና ካብኣቶም ክንደኦም መፂኦምና ብሰላም መሊስና እዮም ከምዚ ኢሎም ረሱል ስ ላ ሰለም ንሰሓባ ፀዊዖም ኣኪቦም ኣዚዞም በይዓ ንኽገብሩ በይዓተ ርድዋን ተባሂላ ትፅዋዕ ኣብ ቁርን ወይ ኣብ ሲራ ኩሎም ክፅሑፋ ከሎ በይዓተ ርድዋን ኢሎም ፅሑፋ እንታይ ማለት እዩ በይዓ ቃል ክኣትዉ ኣለዉ ሰሓባ መብፃዕቲ ይኣትዉ ኣለዉ ሰሓባ እንታይ ክገብሩ ክዋግእዎም ክሳዕ ሓደ ሰብ ከይሃደመ ቀጥ ኢሉ ክዋጋእ ክሳዕ ህይወቱ ትጠፍእ ንምንታይ እሞ ልኡኽ ስለ ናቶም ዝቐተሉ ኩሎም ሰሓባ መጺኦም ሓደ ድሕሪ ሓደ እንዳመጹ ኢዶም ዘርጊሖም ንረሱል ስ ሰለም ሰላም እንዳበሉ ኣነ ቀጥ ኢለ ክዋጋየ ክሳዕ ህይወተይ ጠፍእ ወይ ክሳዕ ዓወት ንረክብ እንዳበለ ኩሉ ዋሕድ ሰላም እብሎም ነይሩ ብ ኢዶም ንረሱል ሰለላሁ ዓለይሂ ወሰለም። ኣረሱል ሰለላሁ ዓለይሂ ወሰለም እዚ በይዓ እዚ ክወስዱ ከለዉ ኣብ ምንታይ ነይሮም ኣብ ትሕቲ ኦም ነይሮም ኣብ ሓንቲ ኦም ኣጽሊሎም ኣብ ትሕቲኣ ነይሮም ኣብ መጨረሻ ኩሎም ምስ ወደኡ ሰሓባ ሪድዋኑላህ ተዓላ ዓለይሂም ኣረሱል ሰለላሁ ዓለይሂ ወሰለም ኢዶም የማነይቲ እታ ጸጋሞም ኢዶም ገይሮም እዚኣ ኸኣ ናይ ዑስማን እያ ኢሎም ያ ለሃዚህ ለመክረማ እዚኣ ናይ ዑትማን እያ ዑትማን ከኣኒ ደድህሉ ነይሩ ከምዚ ምተባየዐ ነይሩ ላኪን ስለ ዘየለ ኣነ ናቱ ወኪለ ከምታ ድገብራ ነብራ ክገብር እየ ኢሎም ኢዶም ኣብዚኣ ሓንቲ ኢዶም ኣሲሮም እዚኣ ኸ ናይ ዑትማን እያ ኢሎም ረድየ ኣላሁ ዓንሁ ወኣርዳሁ ድሕሪኡ ተዳልዮም ሰሓባ ኩሎም ላኪን ጥምት ተበሉ በዚ ጎኒ እዚ መን መጸ ካብ ርሑቅ መን እመጽእ ኣሎ ዑትማን ኢብን ዓፋን ብህወት ኣሎ እቲ ወረ ሓሶት ኮይኑ ምስ ረኣይዎ ናይ ብሓቂ ሰሓባ ተሓጉሶም ወረሱል ሰለላሁ ዓለይሂ ወሰለም ተሓጉሶም መጺዎም ዑትማን እንታይ ከም ተረኸበ ገሊጽሎም ሕጂ ነዚ በይዓ እዚ

ኣብ ትትሕተኦም ከለኹም ሙባይዓ ክገብሩካ ከለዉ ሰሓባ ነቶም ሙእሚኒን ኢዝ ዩባይዑነከ ታሕተ ሸጀረቲ ፈዓሊመ ማ ፊ ቁሉብህም እቲ ብውሽጢ ልቦም ዝነበረ ንጽህናን ጽፈትን ረቢ ርእይዎ ናይ ብሓቂ ህይወቶም ከሕልፉ ክደልዩ ከም ዝነበሩ

እዚ በይዓ እዚ ንምንታይ እዩ ነይሩ? ምን ኣጅሊ ሃዛ ዲን፣ ምእንቲ ነዚ ሃይማኖት እዚ ከዕውቱ፣ ምን ኣጅሊ ረሱል ሰለላሁ ዓለይሂ ወሰለም፣ ንነብዩና ሙሓመድ ሰለላሁ ዓለይሂ ወሰለም ከኽብሩ፣ ክከላኸሉ፣ እዚ ኹሉ እዚ መብጻዕትን ቃልን ኣትዮም ሰሓባ ሪድዋኑላሂ ተዓላ ዓለይሂም። ላኪን ናይ ዑስማን ወረ እንታይ ኣምጺእልና እንተድኣ ኢልና፣ ኩፋር ቁረይሽ ሕጂ ውግእ ይደልዩ ከምደየለዉ ተረዲእና ማለት እዩ። መጺኦም ካልእ ሰብ ይሰዱ ኣለዉ መን ሰዲዶም ሱሄል ዝበሃል ሱሄል እብኒ ዑመር ዝበሃል ሰዲዶም ረሱል ስ ላ ሰለም ኣርሒቆም ምስ ረኣይዎ ሱሄል መፅእ ኣሎ ሳሁል ዓለይኩም ኣምርኩም ኢሎም እዚ ሱሄል መፅእ ኣሎ ተፋኡል ብር ተስፋ ካብቲ ሽም ንገዛእ ርእሱ ተስፋ ኣመል ኣውጺኦም ምኽንያቱ ከምቲ ናይ ሓበሻ ምሳለ ሺም ይመርሕ ጠዋፍ የብርህ ድበሃል እዚ ሰብዚ ሳህል ስለ ዝኾነ ሳህል ክኾነልኩም እዩ ቀሊል ፈኩስ ክኾነልኩም እዩ ሽግርኩም የብልኩምን ኢሎሞም እንታይ ኣምጺእካያ ሱሄል ኣነ ዶ እወ ክሰማማዕ ምሳኻ ብሰላም ክንከፍቶ እዚ ነገር እዚ መጽየ ኢልዎም ንረሱል ሰለላሁ ዐለይሂ ወሰለም ሕራይ ኢሎም ኣብ ስምምዕ ኣትዮም ድሕሪ ክንደይ ምምይያጥ ኣብቲ ስምምዕ ከምዚ ዝኣምሰለ ነጥብታት ተሰማሚዖም ማለት እዩ እዚ ስምምዕ እዚ እንታይ ነይርዎ ተይልና ኣርባዕተ ሓሙሽተ ነጥቢ ድሓዘ ነይሩ ቀዳማይ ነጥቢ ካብዚ ስምምዕዚ እዛ ዓመት እዚኣ ንመካ ከይኣትዉ ኣረሱል ሰለላሁ ዓለይሂ ወሰለም ወላ ሰሓባ ዑምራ ንኸይገብሩ ንኽምለሱ ንድመጽእ ደሎ ዓመት ክመጹ ክመጹ ከለዉ ድማ ናይ ገያሻይ ብረት ጥራሕ ሒዞም ክመጹ ከቢድ ብረት ሒዞም ንኸይመጹ እዚኣ ቀዳመይቲ ነጥቢ ተሰማሚዖም ላ ረሱል ስ ሰለም ካልኣይ ነጥቢ ተሰማምዕሉ ኣብቲ ናይ ደንበ ናይ ነብዩና ሙሓመድ ሰለላሁ ዓለይሂ ወሰለም ስምምዕ ክኣቱ ዝደለየ ኣብ ደምብኡ ክኸውን፣ ኣብ ደምበ ናይ ኩፋር ቁረሽ ክኸውን ዝደለየ ድማ ኣብቲ ናይ ኩፋር ቁረሽ ንኽኸውን ካልኣይቲ ነጥቢ ተሰማሚዖም። ሳልሰይቲ ነጥቢኸ እንታይ ትብል ነይራ? ኣብ መንጎኦምን ኣብ መንጎ ነብዪ ሰለላሁ ዓለይሂ ወሰለም ኣብ መንጎ ኩፋር ቁረሽ ንዓሰርተ ዓመት ውግእ ደው ክብል። እዘን ሰለስተ እዚኤን ቅቡላት እየን ኣብ ቅድሚ ሙስሊሚን ኣብ ቅድሚ ሰሓባ ኣብ ቅድሚ ረሱል ሰለላሁ ዓለይሂ ወሰለም ራብዓይቲ ነጥቢ ግን ዓባይ ከባድ ዝኾነት ነጥቢ ኣቕሪቦም እንታይ እያ ትብል ነይራ እዛ ራብዓይቲ ነጥቢ ካብ መካ ኣስሊሙ ኣብ እስልምና ተቐቢሉ ንመዲና ድመፀ ረሱል ሰለላሁ ዓለይሂ ወሰለም ንዝኾነ ሰብኣይ ክመልሶ ካብ ሰይድና ሙሓመድ እቲ ሃይማኖት ኣይደልን እያ ደስ ኣይበለንን ኢሉ ነፂጉ ድወፀ ድማ ናብ መካ ድመፀ ንኸይምለስ ፍትሓዊ ዘይኮነ ስምምዕ እዛ ረብዓይቲ ነጥቢ ተቐቢሎማ ረሱል ስለ ላ ሰለም ንምንታይ ሰላም ስለ ዝደለዩ ንሰላም ስለ ክመፁ ዝደለዩ እዚ ነገር እዚ ምስተሰማምዑ ሶሄል እንታይ ኢልዎ ስምምዕ ብቃል ጥራሕ እኹል ኣይኮነን ጸሓፈለይ ወረቀት በዚ ነገር እዚ ስምምዕ እዚ ነጥቢ እዚ ፈርመሉ ኢልዎ ኣረሱል ስለ ላ ሰለም ኣነቢ ኡሚ እዮም ነይሮም መሃይም ኣይጽሕፉ ኣየንብቡ ንመን ጸዊዖም ኣብዚ እዋን እዚ ንዓሊ ረዲ ላሁ ተዓላ ዓንሁ ዓሊ እብኒ ኣቢ ጣልብ ጸዊዖሞ ንክጽሕፍ ክጽሕፍ ጀሚሩ ዓሊ እንታይ ኢሉ

ደምሲስዋ እንታይ ክፅሕፍ ኢና ኢሎሞ ብስሚከ ኣላሁማ ፀሓፉ ኢልዎ ብሽምካ እንተ ጎይታና ሕራይ ፀሓፍ ድሕሪኡ ፅሒፉ ዓሊ ሃذ ማ ሳለሐ ዓለይህ ሙሓመድ ረሱሉ ላ ለ ላ ሰለም እዚ እዩ ተሰማምዖ ነብዩ ሙሓመድ ሰለላሁ ዓለይሂ ወሰለም ልኡኽ ናይ ጎይታ ላእ ደው በል ኢልዎ ኢሂ ሕጂ ከ እንታይ ኮንካ ረሱሉላህ ከም ምዃንካ ን ንፈልጥ ኔርና ናቱ ልኡኽ ከም ምዃንካ ን ንፈልጥ ኔርና ንምንታይ ከልኪልናካ ንምንታይ ንዋጋኣካ ኣለና ኢልዎ ናብቲ በይቱላህ ኣይምኸልከልናካን ኔርና እንታይ ደኣ ክንጽሕፍ ኣክትብ ሙሓመድ ብኒ ዓብዱላህ ሙሓመድ ወዲ ዓብዱላህ ኢልካ ጽሓፍ ዓሊ ኣብዚ ግዜ እዚ እታ ረሱሉላህ ትብል ቃል ንኽድምስሳ ብጣዕሚ ከቢዳቶ ላ ኣይድምስሳን እየ ወላሂ ኢሉ ምሒሉ ኣረሱል ሰለላሁ ዓለይሂ ወሰለም ኣርእየኒ ኢሎሞ ንዓሊ ኣርእይዎም ኣበይ ከም ዘላ ባዕዶም በታ ኢዶም ንጽህቲ ጽፍፍቲ ዝኾነት ሸሪፋ ዝኾነት ኢዶም ኣረሱል ሰለላሁ ዓለይሂ ወሰለም ደምሲሶማ እታ ረሱሉላህ ትብል ቃል እሶም ኩፋር ቁረይሽ ረሱል ኣይኮንካን ኢሎሞ እቲ ረሱል ናቱ ክጠፍእ እዩ ኣይጠፍእን እዩ ላኪን ረሱል ስ ሰለም ሰላምን ህድኣትን ርግኣትን ስለ ደለዩ ፍትሒ ስለ ደለዩ ተቐቢሎሞ ፅሒፉ ኣብዚ እዋን እዚ ፅሑፍ እዘን ኣርባዕተ ነጥቢ ምስ ተፅሓፋ መን መፅዩ ካብ ሰንሰለት ተኣሲሩ ኢዱ እግሩ ተኣሳሲሩ መን መፅዩ ኣቡ ጀንደል ወዲ መን ወዲ እዚ ድሳማማዕ ደሎ ምስ ረሱል ስለ ላ ሰለም እስልምና ንኸይከይድ ንመዲና ኢሉ ኣቦኡ ኣብ መካ ብሰንሰለታት ገይሩ ኣሲርዎ ነይሩ ካብኡ ሃዲሙ መፅኡ ምን ሰንሰለቱ ከሎ መፅኡ ረእይ ምስ ኣቦሎ ኣቦኡ እንታይ ኢሉ ኣቡ ጀንደል ናብ ኩፋር ቁረሽ ትመፁኒ ዲኹም ኣብ ሃይማኖተይ ከሳቅዩኒ ኣብ እምነተይ ከገድዱኒ በጃኹም ንዑ ፍትሑኒ እንዳበለ ይዛረብ ኣሎ። ሱሄል ግን ኣቦኡ እንታይ ኢልዎ ሰይድና ሙሓመድ ሰለላሁ ዐለይሂ ወሰለም እዚ ስምምዕ ተሰማዕናዮ በዚ እዩ ዝጅመር ኢልዎ ናባኻ ድመጸ ክትመልሰልና እምቧእ ኣንታ በጃኻ ጌና ኣይተፈረመን ኣሎ ተበሎ ረሱል ሰለላሁ ዐለይሂ ወሰለም በጃኻ እዚኣ ግደፈለይ ኢሉ ላኣ ኣይገድፈልካን እዩ ወይ ስምምዕ የለን ኣብ መንጎይን ኣብ መንጎኻን ወይ ከዓ እዚ ሰብ እዚ ትመልሶ ተገዲዶም ረሱል ሰለላሁ ዐለይሂ ወሰለም ንኽመልስዎ

ክእለት ዘይብሎምን ሓይሊ ዘይብሎምን ሙስልሚን ኣብ መካ እምነቶም ሓቢኦም ዘለዉ ረቢ ፍትሒ ከምጻሎም እዩ ኢሉ ረሱል ሰለላሁ ዓለይሂ ወሰለም ጽንዓት ግበር ኢልዎ። እዚ ነገር እዚ ምስ ረኣየ ዑመር እብን ኣልኸጣብ ረዲየላሁ ተዓላ ዓንሁ ናይ ብሓቂ ሓዘን ተሰሚዕዎ ሰብሪ ክገብር ኣይከኣለን። ምስ ኣቡ ጀንደል ጥቐኡ ክኸይድ ሴፉ ኣቕርብ ኣቢሉ ምኽንያት እሞ ኣቡጀንደ ታሴፍ ኣልዒሉ ነቲ ኣሲርዎ ዘሎ ተቐተለ ኢሉ ላኪን ኣቡጀንደ ተኣሲሩ ተጎቲቱ ንመካ ተመሊሱ ኣብዚ ግዜ እዚ ረሱል ስ ሰለም ንሰሓባ እንታይ ኢልዎም እዚ ዓመት እዚ ዕምራይ ክንገብር ኢና ርእስኹም ላፅዩ ፀጉርኹም ቁረፁ እቲ ቁርባን ኣምጺኹሞ ደለኹም ሕረዱ ምኽንያቱ ስምምዕ ጌርና ኢና ንዓመታ ንኽንምለስ ሰሓባ ምሒር ሓዘን ንመካ ደይምእታዎም ምሒር ሃም ወቐሚ ናይ ረሱል ስ ላ ሰለም ትእዛዝ ኣይሰምዑን ረሱል ድማ ብደይ ምስመዖም እሳቶም ሓዚኖም ናብቲ ኸይማ ወይ ከኣ ቴንዳ ናይ ኡም ሰለማ ዝነበረ ኣትዮም ከምዚ ከምዚ ከምዚ ተረኺቡ ምስ በልዋ ኡም ሰለማ ረድየላሁ ዓንሃ ወኣርዳሃ ሓንቲ ካብታ ካብተን ሰበይቶም ጽቡቕ ዝኾነ ምኽሪ ዓብዪ ዝኾነ ምኽሪ ሂባ እሱ ኸኣ እንታይ ኢላቶ ረሱል ስላ ዓል ሰለም ኣይትዛረቦም እንታይ ደኣ ወጺኻ እስኻ ርእስኻ ራጺ እቲ ቁርባንካ ሕረድ ሓንቲ ከይተዛረብካ ኢላቶ ናታ ምኽሪ ሰሚዖም ኣረሱል ሰለላሁ ዓለይሂ ወሰለም ከይዶም ከምቲ ድበለቶም ገይሮም ኣሰሓባ እዚ ነገር እዚ ምስ ረኣዩ ኩሎም እንዳተቐዳደሙ ክላጻጸዩ ነንሕዶም ጀሚሮም ቁርባኖም ሓሪዶም ንመካ ክብገሱ ተዳልዮም ክንቀሳቕሱ ጀሚሮም ኣብዚ እዋንዚ ናይ ባሓቂ ሓዘን ተሰሚዕዎም ኩሎም ሳሓባ ዑምራ ከይገበሩ ንመዲና ንክምለሱ ጠዋፍ ከይገበሩ ክምለሱ ናይ ባሓቂ ሓዚኖም ዑመር እብን ኣልኸጣብ እዚ ሓዘን እዚ ክስከምዎ ኣይካኣሉን መጺኦም ናብ ረሱል ሰለላሁ ዓለይሂ ወሰለም ተዛሪቦሞም እንታይ ኢሎሞም ኣለስና ዓለል ሓቅ ወሁም ዓለል ባጥል ኣንቱም ረሱል ሰለላሁ ዓለይሂ ወሰለም ንሕናስ ኣብ ቅኑዕ መገዲ ደይኮናን ደለና እሳቶም ኣብ ግጉይ መገዲ እዮም ደለዉ በላ ያ ዑመር እወ ሓቅኻ ኢሎሞ መሊሱ ድማ ኣለስተ ኣንተ ረሱሉላህ እስኻኸ ልኡኽ ናይ ረቢ ደይኮንካን እወ ኢልዎ ኣለይሰ ቀትላና ፊልጀና ወቀትላሁም ፊናር እቶም ካባና ድሞቱ ኣብዚ ውግእ እዚ ንጀና ዶ ኣይኮኑን? እወ ንጀና እዮም። እቶም ናቶም እንድሕር ሞይቶም ከ ንጀሃነም ዶ ኣይኮኑን? እወ ንጀሃነም እዮም። ኣብዚ እዋንዚ እዚ ኩሉ ነገር ዝምሰምዐ ዑመር እንታይ ኢልዎ? ፈሊማ ነርዳ ቢደንያ ሚን ዲንና ንምንታይ ኢና ትሕትነት ፍኹስነት ኣምፂኦም ከሕሱሩና ኣብቲ ሃይማኖትና እዚ ነገር እዚ ከሎ ኩሉ ንምንታይ ኢና እዚ ነገር እዚ ንቕበሎ ዘለና እንታይ ይደሊ ኣሎ ዑመር ብን ልኸጣብ ንመካ ተዋጊኦም ብሓይሊ ክኣትውዋ ኣረሱል ላኪን እዚ ነገር እዚ ኣይኮነን ዝደሊ ነይሩ እንታይ ኢሎም መሊሶምሉ ረሱል ስ ሰለም ኣና ረሱሉላህ ኣነ ልኡኽ ናይ ጎይታ ፈጣሪ እየ ወለስቱ ዓሲሂ ኣነ ከዓ ካብ ትእዛዙ ከዓ ሰንተት ኣይብልን እየ ወኢነላሃ

ቅድሚ እዚ ግን እንታይ ኢልዎ ንረሱል ስ ላ ሰለም ቅድሚ ምኻዱ ናብ ኣቡበከር ሙሽ ወዓድ ውዒድካና ሕልሚ ርእልካና ወዓድ ኣእቲኻልና ንመካ ኣቲና ጠዋፍ ክንገብር ዑምራ ንክንገብር ከይፈራህና ከይተጨነቕና እወ ኢለካ ግን ከዚ ዓመት ዝዶ ክትመፅኦ እኻ ኢለካ ድየ ኢሎሞ ረሱል ላህ ኢልዎም እዘን ፈኢነከ ኣቲህ ክትኣትዎ ኢኻ ክትመጽእ ኢኻ ብሰላም ድሕሪኡ ናብ ኣቡበክር ከይዱ ኩለን ዘን ቃላት እዚኤን ደጊሙሉ ንኣቡበክር ረዲየላሁ ዓንሁ ወኣርዳሁ ኣቡበክር ከኣ ከምቲ ናይ ረሱል ስለ ላ ሰለም መልሲ ሂብዎም ድሕሪኡ ግን እንታይ ኢሎሞ መኺሮሞ ኦ ዑመር ኣብቲ ትእዛዝ ናይ ረሱል ስ ሰለም ድሃበካ መልሲ ቀጥበል ኣይትጨቓጨቕ

ናብ መን? ናብ ረሱል። እዚ ውግእ እዚ ጠጠው ኢሉ ንዓሰርተ ዓመት ድኣክል እዚ ስምምዕ ድገበርዎ ነቶም ኣስላም ድጎድእ ከሎ ኣላሁ ተዓላ ግን እንታይ ሰምይዎ ወይ እንታይ ኢሉ ጸዊዕዎ ኢና ፈታሕና ለከ ፈትሓን ሙቢና እዛ ነገር እዚኣ ምስ ወረደትሎም እዚ ስምምዕ እዚ እምበኣር ዓወት እዩ

ክኽፈት እዩ መካ ከምእውን ክትዕወት ኢኻ ከምእውን ላዕሊ ክብሪ ክስቀል እዩ እስልምና ክትከብር ኢኻ ሙሓመድ ሰለላሁ ዓለይሂ ወሰለም እዚ ነገር እዚ ምስ ሰምዑ ሰሓባ ሪድዋኑላሂ ተዓላ ዓለይሂም ናይ ብሓቂ ተሓጒሶም ናይ ብሓቂ ተደሲቶም ኩሎም ነዚ መዓልቲ እዚ ንኽጽበዩ ኣብዚ ስምምዕ እዚ ዝነበረ እንታይ እዩ ሕጂ እንተይልና ሓደ ነጥቢ እንድሕር ሓደ ካብ መካ መስሊሙ መጺኡ ሓደ ሰብኣይ ንኽምለስ እንተ ካብ ነቢና ሙሓመድ ሰለላሁ ዓለይሂ ወሰለም ሃዲሙ ከይዱ ከስልምና ነጺጉ ንኸይምለስ ኣብዚ እዋን እዚ መን መጽኤን ካብ መካ ናብ መዲና መን መጽኤን ደቂ ኣንስትዮ ደቂ ኣንስትዮ ኣብዚ ስምምዕ እዚ ኣይተጠቐሳን ናይ ሰብኡት እዩ ነይሩ ረሱል ስለ ላ ሰለም እንታይ ክገብሩ እዮም ሕጂ ክመልስዎ እንዲኦም ኣብቲ ስምምዕ እትዎ ኣይኮነን ኣላሁ ተዓላ ግን ቁርኣን ኣውሪዱ ንኸይምለሳ

ከምዚ ድብል እንተደኣ እተን ደቂ ኣንስትዮ ኣሚነን እስልምና ተቐቢለን መካ ገዲፈን ንመዲና መፅየን ኣብዚ ስምምዕ ዘእትዋት ኣይኮናን ናይ ሰብኣይ ድብል ጥቕሲ እዩ ደሎ ስለዚ ከይትመልሰን ሙሓመድ ሰለላሁ ዐለይሂ ወሰለም ግን ከ ሙእሚናት ከም ምዃነን ፈተና ግበረለን ረእየን እቲ ጋህዲ ዝኾነልካ ንዓኻ ተቐቢልካ ከይትመልሰን ስለዚ ኣይመለስወንን ረሱል ስ ላ ሰለም ኣብዚ ስምምዕ እትው ኣይኮነን ኢሎሞም ንቁረሽ ድሕሪኡ ሓደ ኣቡ በሲር ድበሃል ናብ ረሱል ስለ ላ ለ ወሰለም መፅኡ ኣሚኑ ድሕሪ ስምምዕ'ዚ ላኪን ክልተ ካብ ኩፋር ቁረሽ መጺኦም እዚ ሰብዚ መጺካ ኣሎ እዚ ስምምዕና እዩ ናባኻ ድመጸ ክትመልሰልና ምለሰልና ኢሎሞ ላኪን ረሱል ስ ሰለም ኽያና ስለ ደይነበሮ ስለ ደይኻይን ደይከድዕ ስለ ድነበረ መሊስሎ ሂብዎ ረቢ መድሓኒ ይኽፈተልካ ኢልዎ ንዕኡ ዱዓ ገይርሉ ለሚንሉ ንረቢ መሊስዎ እዚ ሰብኣይ እዚ ኣቡ በሲር ግን ቀሊል ሰብ ኣይነበረን ሰሓቢ ረድየላሁ ተዓላ ዓንሁ ብሽሕ ሰብኣይ ድግመት እዩ ኣብ መገዲ እንዳተመለሱ ከለዉ ንመካ ኣሲሮሞ ኣዕሪፎም ክበልዑ ነቲ ሓደ ካብኣቶም እንታይ ኢልዎ እዛ ሴፍካሲ ክንደይ ትፅብቕ እያ ኢልዎ እወ እዚኣ ደኣ ክንደይ እንደ ቀቲለላ ክንደይ እንደ ኣዲበላ ኢልዎ እስከ ርእየኒ ኢልዎ ህብ ምስ ኣበሎ ርእሱ ኣንጢርዎ ብኣ ገይሩ እቲ ሓደ እዚ ነገር እዚ ምስ ረኣየ ሃዲሙ ናብ መዲና መለስ ኣሎ ናብ ረሱል ስለ ላ ሰለም ምስ ረኣተዎም መፅኡ እቲ መስጊዶም ምስ ኣተወ እንታይ ኢልዎ እንታይ ኢሎም ርእይ ምስ ኣበልዎ ረሱል ስ ሰለም ኢነ ሃذ ረኣ ዙዕራ እዚ ሰብዚ ዘሰንብድ ነገር ሪኡ ኣሎ ረኣ ዙዕራ ደሰንብድ ነገር ብሓቂ ዓብይ ዝኾነ ነገር ሪኡ ኣሎ ደድሕሪኡ ከዓ መን ይኣቱ ኣሎ ኣቡ በሲር ረሱል ስ ሰለም ቃልካ ፈፂምካ ስምምዕካ ኣብ ግብሪ ውዒልካ ኣነ ግን ረቢ ኣድሕነና እንሃለ ኢልዎ ንረሱል ሰለላሁ ዓለይሂ ወሰለም ኣብዚ ጸገም ከየምጽኣሎም ኢሉ ገዲፍዎ ናብ ደንደስ ባሕሪ ገጹ ተጓዒዙ ማለት እዩ። ረሱል ሰለላሁ ዓለይሂ ወሰለም እዚ ምስ ረኣይዎ ነዚ ወዲ እዚ እንታይ ኢሎሞ ወይሉ ኡምሂ ሙሰዒሩ ሓርቢን ለው ካነ መዓሁ ኣሓድ እዝስ ጅግና እዩ ነይሩ ናይ ብሓቂ ላኪን ሰብ ደድረክብ ምስኡ ከይዱ ንደንደስ ባሕሪ ዝኾነ ደኣ መን ሰብ ናበይ ይኸይድ ሕጂ ንመዲና ተመፅኡ ክመልስዎ እዮም ረሱል ስ ሰለም ናብዚ ሰብኣይ ዝጓዓዝ ምስኡ ኸውን ክሳዕ ተኣኪቦም ጉሩብ ገይሮም ቁረሽ ትጃራ ናታ ክትሓልፍ በየን ጌርካ ሕጂ ንረሱል ስምምዕ ኣለዎም ስቕ ኢሎም ላኪን እዚኦም ሕጂ እንታይ እዮም ክገብርዎ ኣብዚ እዋንዚ ተኣኪቦም ክፋር ቁረሽ ናብ ረሱል ሰለላሁ ዐለይሂ ወሰለም ልኡኻት ሰዲዶም ናብ ረሱል ሰለላሁ ዐለይሂ ወሰለም ልኡኻት ሰዲዶም በጃኻ እዞም ሰባት ደንደስ ባሕሪ ሒዞም ነቲ ሸቐጥ ናህና ድዘምትዎ ደለዉ ነቲ መገዲ ድኽልክሉና ድጋርዱና ደለዉ በጃኻ ተቐበሎም ዝኾነ ይኹን ድመጸካ ድሕሪ ሕጂ እቲ ስምምዕ ይፍረስ ምሳካ ኮፍ በል ኢሎም ባዕሎም እቲ ስምምዕ ንከፍርሱ ሓቲቶም ክፋር ቁሬሽ እዚ እዩ ከኣ እቲ ቀዳማይ ዓወት ናይዚ ስምምዕ እዚ እና ፈታሕና ለከ ፈትሐን ሙቢና ድበሎ ረቢ ማለት እዩ ድሕሪ እዚ ስምምዕ እዚ ፈሪሱ ድኮነ እስላማይ ካብ መካ ድመስለመ ንመዲና ኣስተርሕዩ ኣግሂዱ መጽእ ኮፍ እብል ንኸይምለስ ኣይፈርህን ኣብዚ እዋንዚ ኣረሱል ሰለላሁ ዓለይሂ ወሰለም ቅሳነት ረኺቦም ብጸላእቶም ኩፋር ቁረሽ ስምምዕ ንዓሰርተ ዓመት ውግእ ደው ክብል ስለ ድጸሓፉ እንታይ ክገብሩ ጀሚሮም ልኡኽ ክሰዱ ጀሚሮም ደብዳቤታት ናብ መን ናብ ንጉሳት ዝነበሩ ኣብ ከባቢኦም ሰብ ዓበይቲ ሃገራት ዓበይቲ ነጋውስቲ ናይቲ ዓለማዊ ፓወር ዝነበሩ ብቲ እዋን እቲ ሓይለኛታት ዝነበሩ ከም ኪስራ ከም ቀይሰር ከም ነጃሺ ንዕኦም ደብዳቤ ክልእኩሎም ጀሚሮም ቀዳማይ ንመን ጽሒፎም ተልና ንነጃሺ ረዲየላሁ ዐንሁ ወኣርዳሁ እሱ እዚ መልእኽቲ እንታይ ይብል ነይሩ

ነጃሺ ኢሎም ጽሒፎምሎ ኣሰላሙ ዓላ መን ኢተባዕ ልሁዳ ሰላምን ይውረድ ሰላም ይውረድ ናብቲ ቅኑዕ መገዲ ሒዙ ዘሎ ሰብ ثመ ኣስልም ተስለም ኣብ እስልምና እቶ ካብ ኩሉ ነገር ሰላም ክትረክብ ኣብዛ ዓለም ዘይኹን ኣብ መጻኢድ መጽእ ደሎ ናብራ ናይ ካልኣይ ዓለም ይኹን እንተ ደኣ እምቢልካ ከ

መጻሕፍቲ ዝወረዶም ካብ ረቢ ከም ናይ ሙሳ ከም ናይ ዒሳ ዓለይሂማ ሰላም ዝወረደ እንጅል ናብ ዒሳ ኣተውራ ናብ ሙሳ ዝወረደ ኣቱም ሰብ ህዝቢ መጻሕፍቲ ዝደለኩም ንዑ እስከ ኣብ ሓደ ነጥቢ እስከ ብሓደ ቀጥ ንበል ኩላህና ንሰማማዕ ኣብ መንጎና

ሰብ ከማና ፍጡራት ፈኢን ተወለው እምቢ እንድሕር ኢልኩም ከ ፈቁሉ እሽሃዱ ቢኣና ሙስሊሙን በሉ መስክሩ ንሕና ብሓደ ጎይታ ፈጣሪ ሰማይ መሬት ዝፈጠረ ደቂ ሰባት ኩሉ ካልኣት ዝፈጠረ ብኡ ኣሚንና ኢና ንዕኡ ጥራሕ ኢና ከኣ ነምልኽ ንኻልእ ኣይነምልኽን ኢና እዛ ኣያ እዚኣ ሰዲድሉ ኣነጃሺ ረድየላሁ ዓንሁ ነዚ ነገር እዚ ምስ ረኣየ ዓይኑ ነቢዓ እስልምና ተቖቢሉ ሙስሊም ኮይኑ ይነብር ነይሩ ሙስሊም ኮይኑ እውን መይቱ ምስ ሞተ ኣብ መዲና ከለዉ ረሱል ስ ሰለም ዋሕይ መጺዎም ሰላት ልጋይብ ሰጊዶምሉ፣ እዚኣ'ያ ድማ ኣወል ሰላት ልጋይብ ኣብ እስልምና ተጀመረት ብነጃሺ ረዲየላሁ ዓንሁ ወኣርዳሁ'ያ። ድሕሪኡ ካልኣይ ድብዳቤ ናብ ሙቀውቀስ ዓዚም ኣልቁብጥ ናይዞም ግብጺ ዝነበሩ ንጉስ ናብኣቶም ሰዲዱ። ጽቡቕ ገይሩ ተቐቢልዎ ነዚ ልኡኽ ናይ ረሱል ሰለላሁ ዓለይሂ ወሰለም ከምታ ልእኽቲ ናይ ነጃሺ ድነበረት ምን ሙሓመድ ረሱሉላህ ሰለላሁ ዓለይሂ ወሰለም ኢላ ኣልሙቀውቀስ ዓዚም ኣልቆብጥ እቲ ንጉስ ናይ ግብፂ ዝደለኻ ኣሰላሙ ዓላ መን ይተባዕ ኣልሁዳ ኣስልም ተስለም እንዳበለት ከምዛ ናይ ነጋሺ ዝሓዘት ከምኡ እውን ተኣያሳ ሒዛ ናብ ናይ ግብጺ ንጉስ ከይዳ እዛ መልእኽቲ እዚኣ ዱሕያ ኣልከልቢ ተባሃለ ሒዝዋ ከይድዎ ጽቡቕ ገይሩ ተቐቢልዎ ጽቡቕ ገይሩ ኣቐሚጥዎ ከምኡ ድማ እዚ ቃላት እዚ ጽሑፍ ምስ ረኣየ ወላሂ እነሁ ላ የድዑ ኢላ ኣምረን ኢላ ኣምረን መርጉቡን ፊሂ ንጽቡቕ ተደይ ኮይኑ ንሕማቕ ኣይጽውዕን ኢዩ ኢሉ። ድኾነ ነገር ከኣ ድኽልክሎ ዘሎ ሕማቕ ተደይ ኮይኑ ጽቡቕ ኣይኮነን ኢሉ። ከምኡ ውን እዚ ቃላት እዚ እንቢበዮ ናይ ሳሕር ቃል ኣይኮነን ኢሉ። ናይ ጠንቋላይ ቃል ኣይኮነን። ላኪን ኣይመስለመን እዚ ኩሉ ነገር እዚ ንኢድዎ ከሎ ነዚ ኣያት ነዚ ናይ ቁርኣን ድመጾ ላኪን ኣይመስለመን ግንከ ሃድያ ሰዲዱ ናብ ረሱል ስ ሰለም ጊፍቲ ሰዲዱ እንታይ ኣሰ ክልተ ደቂ ኣንስትዮ ሓንቲ በቕሊ ሰዲድሉ መን ነረን እተን ደቂ ኣንስትዮ ማርያ ወስሪን ከምኡውን እታ በቕሊ ንማርያ ረሱል ስለ ላ ሰለም ተመርዕዮማ ወዶም ኢብራሂም ዓለይሂ ሰላም ካብ ረሱል ስለ ላ ሰለም ወሊዳ ላኪን ኢብራሂም ነዊሕ ኣይጸንሐን ኣብ ዳርጋ ዓመትን ፈረቓን ዕድሚኡ ተሸፊዑ ማለት እዩ ረድየላሁ ዓንሁ ወኣርዳሁ ስለዚ እዚ ስለዚ እዚ ሃድያ እዚ ሰዲዱ ግን ኣይመስለመን ልኡኽ ወይ ሓደ ምልክት ኣይመፀናን ከም ተቆበል እስልምና ከምኡ እውን ረሱል ስ ሰለም ናብ ኪስራ ሰዲዶም እዚ ናይ ፉርስ ወይ ከኣ ፋርስ ኣብዚ ፐርሽያን ተባሂሉ ዝጽዋዕ ዘሎ ሕጂ እዋን ኣብኡ ዝነበረ ንጉስ ዓቢ ዝነበረ ንጉስ ሓደ ካብቲ ናይ ዓለማዊ ሓይሊ ዝነበረ ናብኡ ከኣ መልእኽቲ ሰዲዶም ናይ ብሓቂ ምስ ረኣየ እዚ ልኡኽዚ ቅድድ ቅድድ ኣቢልዋ ነዛ ደብዳቤ ናይ ረሱል ኣብ መሬት ከኣ ደርቢዋ ንምንታይ ሓደ ካብቶም ናተይ ኣብ ትሕተይ ደለውሲ ሽሙ ቅድሚ ሽመይ ይጽሕፎ ከመይ ገይሩ ዩ ክሳዕ ክንድዚ ደፊሩ ኢሉ ተዛሪቡ ካብኡ ልኡኽ ሰዲዱ ናብ የመን ዝነበረ መራሒ ኣብ ትሕቲኡ ስለ ዝነበረ ናብ መሓመድ ሰለላሁ ዓለይሂ ወሰለም ክልተ ሰብኡት ሊእኽካ ሒዝዎ ይምፃእ እዩ ትብል ሒዞምለይ ይምፅኡ ሱብሓነላህ እዚ ረሱሉላህ ሰለላሁ ዐለይሂ ወሰለም ብሰማይ ተደጊፉ ብሰማይ ወረድ መጾ ደሎ ክልተ ሰብኣይ ሰይድካ ኣልዕል ኣቢሎም ልካ ክመፁ ኢልካ ትሓስብ እቲ ሙልክ ናቱ ወይ እቲ ንግስነት ናቱ ግን ኣስኪርዎ ከም ዝመስተደስክር ንደቂ ሰባት እዞም ክልተ መፅኦም ንረሱል ስ ሰለም ንሕና ካብ ኪስራ ኢና መጺና ንንታይ ሃንገብር ክንወስደካ ንዓኻ ኢሎም ኻላስ ጽባሕ መልሲ ክበኩም እየ ሕጂ ኣብ ናይ እንዳ ጋይሽ ገዛ እተዉ ጽባሕ መልሲ ክበኩም እየ ኢሉ ንጽባሒታ መጽየሞ ትፈልጡ ዶ እንታይ ተረኺቡ ብዛዕባ ኪስራ ኢልዎ ላ ኣይንፈልጥ ኢና ወዱ ቀቲልዎ እቲ ንግስነት ናቱ ከኣ ፈሪሱ ኢልዎ። እንታይ ኢኻ ትብል ዘለኻ? እዚኣ እታ ሓቂ። ተመሊሶም እቲ ወረ ሓቂ ኮይኑ ናብ የመን ከይዶም ካብ የመን ከኣ እቲ ወረ መጺእዎ ጸኒሕዎ። ከምኡ'ውን ናብ ቀይሰር ናይ ሮም። ኣብ ሮም ዝነበረ ሓላፊ ቀይሰር ተባሂሉ ይጽዋዕ ነይሩ። ናብኡ ድማ ልኡኽ ሰዲዶም ረሱል ሰለላሁ ዐለይሂ ወሰለም። እዚ ልኡኽ እዚ ምስ በጽሐ ቀይሰር መን ኣሎ ካብቶም ህዝቢ እቲኦም ኣብዚ መጺእ ደሎ ኢሎም ካብኣቶም ደሎ ኢብዚ ዓዲ እዚ ኣብዚ ትሕተይ ዝደለኹዎ ንግስነት ስለዶ እወ ኣሎ ሓደ ወዲ ሓወቡ ኢሎሞ ኣቡ ሱፍያን ኣብቲ እዋንቲ ኣይመስለመን ነይሩ ስለዚ ኣሎ ኢሎሞ ጸዊዕዎ ክሓተካ እየ ብዛዕባ እዚ ነገር እዚ ከይትሕስወለይ ኢልዎ ከምኡ ውን ብድሕሪኡ እቶም ኩሎም ህዝቢ ምስኡ ድመጹ ድሕሪኡ ደው ኣቢልዎም እሱ ንዑ ቅድሚት ገይርዎ እቲ ንጉስ ናይ ኪስራ ኣብ ፊቱ ኮይኑ ይሓቶ ንዓኣቶም ነቶም ህዝቢ እንታይ ኢልዎም እንተ ሓስዩ ሓስዩ ኢልኩም ምልክት ሃቡኒ ኢሉ ኣቡ ሱፍያን ክሕሱ ክእል ነይረ እቶም ህዝበይ ከዓ ኣይክነግሩለይ ኖም እፈልጥ ነይረ ግን ከ ሓስዩ ድበሃል ሓንቲ መዓልቲ ክትተሓዘኒ ስለ ዘይደሊ ኣይሓሰኹን ኢሉ ረኣዩ እሞ ካፍር ከሎ ሓሳዊ ከይበሃል እቲ ሽም ከይለቦ ደው ኢሉ ከይሕሱ ንሕና ምንባብ ኣውላ ሙእሚኒን እንድሕር ኮይና ንኸይንሕሱ ሓቲትዎ ሃለዋ ፊኩም ዱነ ሰብ ኣብ ፅቡቕ ኣብ ማእከላዊ ስድራ ቤት ድዩ ተወሊዱ ሰብዚ እወ ኢልዎ ሓደ ካብ ኣቦታቱስ ንግስነት ነይሩ ዝጠፍኦ ኣሎ ድዩ ላ ኢልዎ ሓስዩ ዶ ከፈልጥ ሙሓመድ ሰለላሁ ዓለይሂ ወሰለም ላ ኢልዎ። እቶም ዝኽተልዎ ከ እቶም መራሕቲ ሃገራት ዘለዎ ድዮም ወይስ እቶም ታሕቲ ድኹማት ዝኾኑ እዮም? እቶም ድኹማት ዝኾኑ እምበር መሳኪን ኢልዎ። ይጎድሉ ዶ ወይስ ዝበዝሑ? ይበዝሖ እምበር ኩሉ ግዜ እንዳ ተዘውተረ እዩ ዝኸደ ዘሎ ወላ ኣብዚ እዋን እዚ እውን እዚ ኩሉ ውግእ እናተኻየደ ከሎ ንእስልምና ደው ንኸብሉ ኣልሓምዱሊላሂ ረቢ ዓለሚን እንዳተዘውተረ እዩ ዝኸይድ ዘሎ ዝያዳ ሓደ ሰብ ወዲ ሰብ ከ እስልምና ምስ ኣተወ ደስ ኣይበለንን ኢሉ ከገዲፍዎ ፈልጥ ዶ ላ ኣይፈልጥን ኢልዎ እዚ ነገር እዚ ምስ ሰምዐ ቀይሳር ናይ ብሓቂ እዚ ነገር እዚ ትብሎ ዘለኻ ሓቂ ተኾይኑ ከምዚ እዮም ኣንብያ እቶም ነብያት ከምዚ እዮም ኣብ ማእከላዊ ስድራ ቤት ይለኣኹ ከምኡ እውን ኣይሕስውን እዮም ከምኡ እውን እምነቶም ኣብ ልቦም ምስ ኣተወ ፈጺሞም ንድሕሪት ኣይምለሱን እዮም እንተ ደኣ እዚ ትብሎ ዘለኻ ሓቂ ኮይኑ እንተ ደኣ እዚ ትብሎ ዘለኻ ሓቂ ኮይኑ ፈሰየምሊኩ ማ ታሕተ ቀደመይ ሃተይን ኣብዛ እጋይ ዘለታ ክትበጺሓ ምልክነት ናቱ ኢሉ ተዛሪቡ። እንተድኣ ኣነ ብህይወተይ ኣልየ ከኣ እግሩ ምሓጸብክዎ ነይረ ኢሉ። ኣብዚ እዋንዚ ኣቡ ሱፍያን ሰሚዑ ንጉስ ናይ ሩም ከምዚ ድኣምሰለ ምልስ ኣሎ? ፈሪሁ ካብ መን ካብ ሰይድና ሙሓመድ ስ ላ ሰለም እምነቱ ክሳዕ ክንደይ ከም ምዃኑ ርኡ እንታይ ኢሉ ኣቡ ሱፍያን ረድ ላ ን ኣርዳሁ እዚ ግን ቅድ ምስልምንኡ ድበሎ ቃል እዩ ለቀድ ኣሚራ ኣምሩ እብኒ ኣብ ካብሻ ናይ ሰይድና ሙሓመድ صለ ላه ለ ወሰለም ቦትኡ ላዕሊ ኮይኑ ላዕሊ በፂሑ ዘገርም ነገር ኢሉ ኣብዚ እዋን እዚ ኣረሱል ስ ሰለም ነዚኦም ምሉክ እዚኦም ዓበይቲ ነዞም ንጉሳት ዓበይቲ ጥራሕ ከይኣክል ከምኡ እውን ነቶም ካልኣት ንእስ ዝበሉ ከም በዓል ናይ ባሕረየን ከም በዓል ናይ ካልእ ሃገራት ዝነበሩ ንጉሳት ክልእክሎም ክሰድሎም ጀሚሮም ብዛዕባ እስልምና ንምንታይ ከም ድመፀ ምክንያቱ ውግእ ደው ስለ ድበለ